ኣብ ውሽጢ ባሕሪ ሰጢማ ትርከብ ኣላ። The Titanic ኣብ ግዜኣ ኣብ ዓለምና እታ ዝዓበየት ዘመናዊት መርከብ እያ ነይራ። ስለ ዝኾነት ክትጥሕል ትኽእል ኢሉ ዝሓሰበ ሰብ ዳርጋ ኣይነበረን። ይኹን እምበር ኣብ ቀዳማይ ጉዕዞኣ ናብ መዓልቦኣ ከይበጽሐት ምስ በረድ ተጋጭያ ጥሒላ። ኣብ 1997 ዓ ም ኣብ ታሪኽ ናይዛ መርከብ ዝተመርኮሰት ፊልም ምስ ተሰርሐትላ ድማ ስም ናይዛ መርከብ መሊሱ ላዕሊ ተሰቕለ። በዚ ምኽንያት እያ እምበኣር እዛ መርከብ ኣብ ዓለምና ኣዝያ ህብቲ ክትከውን ዝኸኣለት። እዛ ፊልም ንመስርሒ ኣብ ዘውፀቶ ልዕሊ 200 ሚልዮን ዶላር ኣብ ግዜኣ ኣብ ቅድሚት እያ ትስራዕ ነይራ። ከም መርኣይኡ ድማ ብብሉፅነታ ዓሰርተ ሓደ ናይ ኦስካር ዓወታት ተጓናፀፈት። ይኹን እምበር ኣብዛ ፊልም ብዙሕ ሰብ ዘየስተውዓለሎም ልዕሊ ሱሳ ዓበይቲ ጌጋታት ኣለዉ። ነዞም ጌጋታት ኣብ መወዳእታ ክንርእዮም ኮይና ብመጀመርታ ግን ሓፈሻዊ ታሪኽ ብዛዕባ እዛ መርከብ ንመልከት። ዓሰርተ ሚያዝያ ሽሕን ትሽዓተ ሚእትን ዓሰርተ ክልተን መርከብ ታይታኒክ ካብ ኤውሮጳዊት ከተማ ሳውዛምፕተን ናብ ኒውዮርክ ኣሜሪካ ጉዕዞኣ ፈለመት። ኣብቲ ግዜ እቲ ዝበዝሕ ናይ ነዊሕ ርሕቀት ጉዕዞ ብዓበይቲ መራኽብ እዩ ዝካየድ ነይሩ፣ ምኽንያቱ ናይቲ ግዜ እቲ ነፈርቲ ንነዊሕ ርሕቀት ክጓዓዛ ይኽእላ ስለ ዘይነበራ እዩ። ስለዚ ካብ ኤውሮጳ ናብ ኣሜሪካ ንምኻድ ብመራኽብ ጥራይ እዩ ዝከኣል ነይሩ። እዛ መርከብ ንውሓታ 269 ሜትሮ ቁመታ ድማ 53 ሜትሮ ክኸውን እንከሎ ኣብ ውሽጣ ኣርባዕተ ዓበይቲ ሬስቶራንታት፣ ናይ ውሽጢ ገዛ መሐንበሲ፣ ጂምናዝየም፣ መጻወቲ ስኳሽ፣ ታርኪሽ ባዝ፣ ናይ ገዛ ርእሳ ጋዜጣን ቤት ንባብን ትውንን። እዛ መርከብ ሓዳስን ምዕብልትን ብምንባራ ክትጥሕል ኣይትኽእልን እያ ካብ ዝብል ርድኢት ተበጊሶም እኹላት ናይ ግዜ ሓደጋ ጀላቡ ከም ዘይሰርሑላ እዩ ዝንገር። ዋላ እኳ እኹል ተረፍ ቦታ እንተነበራ ጽዒናተን ዝነበረት ናይ ግዜ ሓደጋ ጀላቡ ግን ዕስራ ሓባ ጥራየን ነይረን። እዚ ምስ ብዝሒ ናይቲ ጽዒናቶ ዝነበረ ሰብ ክነጻጸር እንከሎ ንፍርቂ ናይቲ ተሳፋሪ ጥራየን ከድሕና ዝኽእላ። እዚ ዝኾነሉ ምኽንያት ድማ ንመልክዕ ናይታ ዘመናዊት መርከብ ንከየባላሹ ተባሂሉ እዩ። ይኹን እምበር እታ ክትጥሕል ኣይትኽእልን እያ ዝተባህለት መርከብ ድሕሪ ናይ ኣርባዕተ መዓልቲ ጉዕዞ ሓደጋ ምጥሓል ኣንጸላለዋ። እዋኑ ለይቲ ብምንባሩ ኣብ ቅድሚኦም ተቐሚጡ ንዝጸንሖም ኩብራ በረድ ደንጉዮም እዮም መሪኦሞ። እታ መርከብ ኣዝያ ዓባይ ብምንባራ ድማ ተቐላጢፍካ ደው ከተብላ ኮነ ኣንፈታ ክትቅይራ ዝከኣል ኣይነበረን። ኮይኑ ድማ ምስቲ በረድ ብጎና ተጋጨወት። እቲ በረድ ግን ካበይ እዩ መጺኡ? ብኸመይ ከ ኣብኡ ጸኒሑ ዝብል ሕቶ ብተደጋጋሚ ዝለዓል ሕቶ እዩ። እቲ በረድ ካብ ደቡባዊ ምዕራብ ክፋል ናይ ግሪንላንድ ዝመጸ ክኸውን ከም ዝኽእል እዩ ዝንገር። ዓመታዊ ካብ 15 ክሳብ 30 ሽሕ ዝኸውን ኩምራ በረድ ካብ ግሪንላንድ ተበጊሱ ናብ ውቅያኖሳት ዝኸይድ እኳ እንተሃለወ ካብዚኣቶም እቶም ሓደ ሚታዊት ጥራይ እዮም ናብ ኣርክቲክ ሰርክል ከይሓቀቁ ክበጽሑ ዝኽእሉ። ጠቕላላ ንውሓት ናይዞም ካብ ግሪንላንድ ዝብገሱ በረዳት ልዕሊ ሓሙሽተ ሚእቲ ሜትሮ ክኸውን እንከሎ ክብደቶም ድማ ልዕሊ ሰብዓን ሓሙሽተን ቶን ክኸውን ከም ዝኽእል ይግመት። ካብዚ እቲ ዓሰርተ ሚእታዊት ኣብ ልዕሊ ማይ ጸምብለል ክብል እንከሎ እቲ ዝዓበየ ክፋል ማለት እቲ ቴስዓ ሚእታዊት ናይቲ በረድ ግን ኣብ ትሕቲ ማይ ጠሊቑ እዩ ዘንሳፍፍ። እምበኣርከስ እዚ ንታይታኒክ ዘጋጨዋ በረድ እውን ሓደ ካብዚኣቶም ኮይኑ ንነዊሕ ዓመታት ካብ ግሪንላንድ ተበጊሱ ኣብቲ ባሕሪ ከንሳፍፍ ዝጸንሐ ክኸውን ከም ዝኽእል እዮም ተመራመርቲ ዝሕብሩ። እዚ እቲ ነታ መርከብ ዘጋጨዋ በረድ ክኸውን ይኽእል እዩ። እዛ ስእሊ ሓደ መዓልቲ ድሕሪ ምጥሓል መርከብ ታይታኒክ ዝተሳእለት ኮይና በቲ ኣከባቢ ትሓልፍ ዝነበረት ፕሪንስ ኣዳልበርት ዝተሰምየት ጀርመናዊት መርከብ መራሒኣ ዝኾነ ቺፍ ስቲዋርድ ኣብ ሓደ ጎድኒ ናይቲ በረድ ቀይሕ ሕንጻጽ ብምርኣዩ ምናልባት ናይ መርከብ ታይታኒክ ልሕጻጽ ክኸውን ይኽእል እዩ ብምባል ከም ዝሰኣሎ ይዛረብ። ብድሕሪ እዚ ኣብ 2015 ዓ.ም ገለ ከባብቲ ግዜቲ ዝተወስደ ስእልታት ብልዕሊ 30,000 ዶላር ከም ዝተሸጠ ይፍለጥ። ይኹን እምበር እቲ ነዛ መርከብ ዘጋጭዋ በረድ ሕብሩ ጸሊም ምንባሩ ካብታ መርከብ ብህይወት ዝተረፉ ሰባት ይዛረቡ እዮም ኣብዚ ጸሊም በረድ ከ ኣሎ ድዩ ዝብል ሕቶ ክለዓል ንቡር እዩ እቲ መልሲ ድማ እወ ኮይኑ ብኸመይ ንዝብል ሕቶ ንምምላስ ቀዳማይ እቲ በረድ ኣዝዩ ጽሩይ ምስ ዝኸውን ናይ ኣየር ክፍተት ወይ ድማ ነቓዕ ምስ ዘይህልዎ ነቲ ዝመጽእ ብርሃን ክነጽጎ ዓቕሚ ኣይህልዎን ስለዚ ንኩሉ እቲ ብርሃን ይቕበሎ እሞ ሕብሩ ጸሊም ወይ ደባን ክኸውን ይኽእል ካልኣይ ብዝፍጠር እሳተ ጎመራ ሓሙኽሽቲ ናይቲ እሳተ ጎመራ ኣብ ልዕሊ እቲ በረድ ምስ ዝዓልብ ሕብሩ ጸሊም ክኸውን ይኽእል እዩ ሳልሳይ ሓደ ኩምራ ዘንሳፍፍ በረድ ላዕለዋይ ክፋሉ ምስ ዝሓቅቕ እቲ ኣብ ትሕቲ ማይ ተቐቢሩ ዝነበረ ክፋሉ ተገምጢሉ ንላዕሊ ይወጽእ እሞ እቲ ታሕተዋይ ክፋሉ ለማጽን ጽሩይን ብምዃኑ ነቲ ዝመጽእ ብርሃን ጸሓይ ብምልኡ ይቕበሎ እሞ ሕብሩ ጸሊም ክኸውን ከም ዝኽእል ተመራመርቲ ይሕብሩ። እዚ ይኹን እምበር ተመራመርቲ ብዛዕባ ሕብሪ ናይቲ በረድ ኣብ ሓደ መደምደምታ ክበጽሑ ኣይከኣሉን ዘለዉ። ነዚ ኩሉ ንጎኒ ገዲፍና እቲ በረድ ጻዕዳ እዩ ነይሩ ንበል፣ ግና ስለምንታይ ዘይተራእየ? እቲ መልሲ ኣብታ ምሸት ወርሒ ብዘይምንባራ ኣብቲ ኣከባቢ ንዝነበረ ነገር ብዘይ ሓገዝ ናይ ራዳር ንከተለልዮ ኣዝዩ ኣሸጋሪ ብምንባሩ እዩ። ናብቲ ሓደጋ ዘጋጠመሉ ምሸት ንመለስ። እዛ መርከብ ድሕሪ ምግጫዋ ናይ ቅድሚት ክፋላ ብማይ ክመልእ ጀመረ። ክትጥሕል ምዃና ዝተረዱ መራሕቲ እታ መርከብ ድማ ተቐላጢፎም ነተን ናይ ግዜ ሓደጋ ጀላቡ ከዳልወን ጀመሩ። ይኹን እምበር እተን ዝነበራ ጀላቡ ንፍርቂ ካብቶም ተሳፈርቲ ጥራየን ክሕዛ ዝኽእላ ነይረን። ድሕሪ ውሑዳት ሰዓታት መርከብ ታይታኒክ ኣብ ክልተ ተገምዐት። ብቐጥታ ድማ ክትጥሕል ጀመረት። መብዛሕትኦም ምስኣ ክጥሕሉ እንከለዉ ብቑጽሮም ብርክት ዝበሉ ድማ ናብቲ ባሕሪ ዘሊሎም ብምእታው ዘድሕኖም መራኽብ ክሳብ ዝመጽኣ እንዳሓንበሱ ክጽበዩ ጀመሩ። ዕድል ዝገበሩ ዓሰርተ ሰለስተ ሰባት ብህይወት ክርከቡ እንከለዉ ዝተረፉ ልዕሊ ሽሕን ሓሙሽተ ሚእትን ሰባት ዝበዝሖም ተሳፈርቲ ግና ኣብቲ ባሕሪ ህይወቶም ሓለፈት። ድሒሩ ከም ዝተፈልጠ እዛ መርከብ ብሸለልትነት መራሒኣ ከም ዝጠሓለት እዩ ዝግለጽ። ምኽንያቱ ኣብታ ዕለት ሰዓት ሽዱሽተ ድሕሪ ቀትሪ ካፕቴን ስሚዝ ኣብቲ ውቅያኖስ ዝተፈላለየ ኩምራ በረድ ከም ዘሎን ፍጥነቶም ክቕንሱ ከም ዘለዎምን ዝሕብር መጠንቀቕታ በጺሕዎ ነይሩ እዩ። እንተኾነ ግን እቲ ካፕቴን ከም ፍታሕ ኢሉ ዝሓሰቦ ፍጥነትካ ምቕናስ ዘይኮነስ ናብ ደቡብ ኣንፈት በሊዕኻ ጉዕዞኻ ምቕጻል ዝብል ነበረ። ቀጺሉ ሰዓት ትሽዓተን ኣርባዓን ድሕሪ ቀትሪ ካልእ መርከብ መልእኽታ ናብ መርከብ ታይታኒክ ሰደደት። ኣብቲ ከባቢ ዓበይቲ ኩምራ በረድ ከም ዝረኣዩን ፍጥነቶም ክቕንሱን ኣተኩሮኦም ከሕይሉ ከም ዘለዎምን ዘእንፍት መልእኽቲ። እንተኾነ ግን እዚ መልእኽቲ ናብ መርከብ ታይታኒክ ከም ዘይበጻሒ ድሒሩ ክፍለጥ ተኻኢሉ። ቀጺሉ ሰዓት ዓሰርተ ሓደ ድሕሪ ቀትሪ እውን መርከብ ታይታኒክ ሳልሳይ መልእኽቲ በጽሓ። ኣብቲ ኣከባቢ ዝነበረት ካልእ መርከብ ብብርክት ዝበሉ ዓበይቲ ኩምራ በረድ መንገዳ ስለ ዝተዓጽወ ንኩላተን ኣብቲ ማያት ዝነበራ መራኽብ ፍጥነተን ክቕንሳን ኣከባቢኣን ንክከታተላን መጠንቀቕታ ኣመሓላለፈትለን። ይኹን እምበር ካፕቴን ስሚዝ ነዚ እውን ዕሽሽ ብምባል ጉዕዝኡ ቀጸለ። ከምኡ ዝገበረሉ ምኽንያት ድማ እታ መርከብ ብዘይ ከም ትጽቢት ብዙሓት ኣብ ቀዳማይ ጉዕዞኣ ደንጉያ ናብ መዓልቦኣ እንተበጺሓ ተቐባልነታ ብህዝቢ ክጎድል'ዩ ካብ ዝብል ስግኣት ነበረ። ይኹን እምበር እዚ ነገር ካብ ሓደጋ ከድሕና ኣይከኣለን። ብድሕርዚ ንዓመታት ዝቐጸለ ድልያ እኳ እንተተኻየደ እታ መርከብ ግን ክትርከብ ኣይከኣለትን። ድሕሪ ሰብዓ ዓመታት ግን መርከብ ታይታኒክ ኣብ መዓሙቕ ባሕሪ ኣትላንቲካዊ ውቅያኖስ ሰጢማ ተረኽበት።

ኣብዚ ሕጂ እዋን እዛ መርከብ ከምዚ ኢላ ትርከብ ክልተ ክፋላታ ካብ ንሓድሕዱ ንልዕሊ 600 ሜትሮ ተረሓሒቑ ገለ ዝተረፈ ስብርበራታ ድማ ኣብቲ ኣከባቢ ፋሕፋሕ ኢሉ ይርከብ ናይ ቅድሚት ክፋላ ብዙሕ ዘይዓነወ ኮይኑ ዝተፈላለዩ ጥንታዊ ንብረታታ ድማ ሒዙ ከም ዘሎ ይፍለጥ እዚ ስለ ዝኾነ እታ መርከብ ቅድሚ ምብራሳ ተቐላጢፎም ንኸውፅዋ ብርክት ዝበሉ ሰባት እኳ እንተሓተቱ እቲ መልሲ ግን ኣይፍቀድን እዩ ዝብል እዩ ምክንያቱ ቀዳማይ እዛ መርከብ ኣብ መና ውሽጢ ስለ ዘላ እዩ ጠቕላላ ርሕቐታ ልዕሊ 4 ኪሎ ሜተር ኮይኑ ሓምቢስካ ናብኣ ንምብጻሕ ድማ ልዕሊ 2 ሰዓታት ይወስድ። ስለዚ ነዛ መርከብ ከውጽኣ ዝኽእል እንኮ ነገር ሮቦታት ብምጥቃም እኳ እንተኾነ ንክንድዚኣ ዝኣክል መርከብ ተሰኪሙ ከውጽእ ዝኽእል ዓቕሚ ዘለዎ ሮቦት ግን ኣብ ዓለምና የለን። ስለዚ ምውጻእ ዝከኣል ኣይኮነን። ካልኣይ ወላ እኳ ከውጽኣ ዝኽእል ምዕቡል መሳርሒ እንተመጸ ንከተውጽኣ ኢልካ ካብቲ ዘላቶ ቦታ እንተ ኣንቀሳቒስካያ ተሰባቢራ ክትተርፍ ከም ትኽእል እዮም ተመራመርቲ ዝሕብሩ። ምኽንያቱ እዛ መርከብ ንልዕሊ ሚእቲ ዓመታት ኣብ ውሽጢ እቲ ባሕሪ ብማይ ጨውን ባክተርያታት ባሕርን ተበላሊዓ እያ። ስለዚ ዝኾነ ዓይነት ምንቅስቓሳት እንተድኣ ኣጋጢምዋ ብቐሊሉ ንክትዓኑ ዝለዓለ ተኽእሎ ስለ ዘለዋ ምውጽኣ ተመራጺ ኣይኮነን። ሳልሳይ ብሕጊ ኣይፍቀድን እዩ። ምኽንያቱ መርከብ ታይታኒክ ኣብ መዝገብ ዎርልድ ሄሪቴጅ ሊስት ማለት ኣብ ዓለማዊ ዝርዝር ቅርስታት ስለ ዝሰፈረት እዩ። እዚ ማለት ልክዕ ከም ናይ ግብጺ ፒራሚዳት፣ ናይ ሆላንድ ሞለን፣ ናይ ኤርትራ ቋሓይቶን ናይ ኢትዮጵያ ኣክሱምን ጥንታዊ ታሪኽ ዝውንን ቅርሲ ስለ ዝኾነ እዩ። ኣብዚ ዝርዝር ናይ ቅርስታት ዝሰፈረ ነገር ድማ ከተሐድሶ ወይ ከተማሒሾ ኮነ ከተጋዓዕዞ ብዓለም ለኻዊ ሕጊ ኣይፍቀድን እዩ። ስለዚ መርከብ ታይታኒክ እውን ካብ ዘላቶ ንክትወፅእ ብሕጊ ኣይፍቀዳን እዩ፣ ምክንያቱ ቅርሲ ስለ ዝኾነት። ራብዓይ ስድራ ቤት ናይቶም ምስታ መርከብ ዝጠሓሉ ልዕሊ ሽሕን ሓሙሽተ ሰባት ነታ መርከብ ከም መቃብር ስድራ ቤቶም ስለ ዝርእይዋ ንክብሪ መቃብሮም ክበሃል ነታ መርከብ ካብ ቦታኣ ምውፃእ ኣይፍቀድን እዩ።

እምበኣርከስ ካብዚ ብምቕጻል ንገለ ካብ ፊልም ታይታኒክ ዝተራእዩ ዓበይቲ ጌጋታት ንመልከት። ቀዳማይ ዲዛይን ናይዛ መርከብ ኣብ መንጎ ፊልም ምቅይያሩ እዩ። ንኣብነት ኣብዛ ስእሊ ጃክን ፋብሪዝዮን ኣብ መሪሕ ክፋል ናይታ መርከብ ኮይኖም ንባሕሪ እንዳተመልከቱ ንርኢ። እንተኾነ ግን ድሕሪ ቁሩብ ደቃይቕ ጃክ ምስ ሮዝ ኣብ ተመሳሳሊ ቦታ ደው ኣብ ዝበልሉ እዋን ምድሪ ቤት ናይቲ ደው ዝበልሉ ቦታን ናይ ቅድሚት ክፋል ናይታ መርከብን ካልእን ጠቕላላ ተቐያይሩ ንሪኦ ኣለና። ካልኣይ፣ ኣብ መጀመርታ ናይዛ ፊልም እታ መርከብ ክትብገስ እንከላ ዝተሳእለቶ ስእሊ ንመልከት። ቀጺልና ድሕሪ ሽዱሽተ ደቓይቕ ኣብ ባሕሪ እናተጓዕዘት ከላ ዝተሳእለቶ ስእሊ ንመልከት። እቲ ታይታኒክ ዝብል ጽሕፈት ተቐይሩ ኣሎ። ብተወሳኺ እዛ ቀያሕ ታቤላ ኣብ ጸጋማይ ክፋል ናይታ ዝተተኽለት ፓሎ እያ ነይራ። እንተኾነ ግን ሕጂ ናብ የማናይ ሸነኽ ናይታ ፓሎ ሰጊራ ኣላ። ኣተኲርና እንተድኣ ተመልኪትናዮ እውን እቲ ጽሕፈት ተገምጢሉ እዩ ዘሎ። ሳልሳይ፣ እታ መርከብ ኣብ እትጥሕለሉ ዝነበረት እዋን ጃክን ሮዝን ህይወቶም ንምድሓን ክሃድሙ እንከለዉ ዘርኢ ስእሊ ንመልከት። እዚ ወዲ ጃክ ኣይኮነን፣ እታ ጓል እውን ሮዝ ኣይኮነትን። እዚ ስእሊ ብዲጂታላዊ ኣገባብ ምስግጋር ገጽ ተገይርሎም ደኣ እምበር እቶም ሓቀኛ ኣክተራት ከም ዘይኮኑ ክንርዳእ ንኽእል። ራብዓይ ናይ ሮዝ ብረት እዩ ኣብ መጀመርታ ናይዛ ፊልም ኣብ ላዕለዋይ ከንፈር ናይ ሮዝ ዘላ ብረት ኣብ የማናይ ሸነኽ ናይ ከንፈራ እያ ነይራ እንተኾነ ቀጺልና ከም እንርእዮ እታ ብረት ናብ ጸጋማይ ሸነኽ ሰጊራ ኣላ ሓምሻይ ኣብዚ ከም ንዕዘቦ ዘለና እዞም ሰባት ናይ ባሓቂ ሰባት ዘይኮኑስ ባምቡላታት ምዃኖም እዩ ካልእ እዞም ዝነጥሩ ዘለዉ ሰባት እውን ባምቡላታት ኮይኖም ነዚ ኣተኪርና እንተ ተዓዚብናዮ ድማ ካብ ህዋ ደኣ እምበር ካብታ መርከብ ኣይኮነን ዝነጥር ዘሎ ሻድሻይ ተኣምራታዊት ኢድ ኣብዛ ስእሊ ኩልና ከም እንዕዘቦ ዘለና ነቲ ማዕጾ መን ከም ዝኸፈቶ ዝተፈልጠ ነገር የለን ምክንያቱ ኣእዳው ናይ ሮዝ ካብ ቦተን ስለ ዘይተንቀሳቐሳ ሻብዓይ እዛ ስእሊ ሮዝ ነቲ ወዲ ምስ ሃረመቶ ኣፍንጩ ደም ከም ዝወፅያ ተርእየና ይኹን እምበር ፍጥነቱ ኣዝሒልና ፍሬም ብፍሬም ክንምልከቶ እንተ ጀሚርና ግን እቲ ሰብኣይ ንኣፍንጭኡ በቲ ኣብ ኢዱ ሒዝዎ ዝፀንሐ ቀይሕ ሕብሪ ይፅይቖ ካብዚ ቀጺላ ሮዝ ነቲ ቬትሮ ብምስባር ካብቲ ከብሒ ፋስ ከተውጽእ ንርኢ ኣለና። ኣብዚ ኣተኲርና እንተ ተዓዚብና ሮዝ ኣቐዲማ ነቲ ዝተሰብረ ቬትሮ ኣርጊፋቶ ክንሳ ነታ ፋስ ከተውጽኣ እንከላ ግን እቲ ቬትሮ ናብ ቦትኡ ተመሊሱ ንርኢ ኣለና። ቀጺላ ሮዝ ነቲ ፋስ ሒዛ ናብ ጃክ ምስ ከደት ነቲ ናይ ኢዱ ሰንሰለት ክትበትከሉ እንከላ ጃክ ሳስፐንደርስ ማለት ብመንኩብ ዝመሓላለፍ ቁልፊ ገይሩ ኣሎ። ይኹን እምበር እቲ ካሜራማን ብሕቑኡ ኮይኑ ክስእሎ እንከሎ እቲ ቁልፊ ኣብ ቦትኡ የለን። እንደገና ብቕድሚኡ መጺኡ ምስ ሰኣሎ ድማ እቲ ቁልፊ ናብ ቦትኡ ተመሊሱ ይረአ። እዚኦምን ካልኦትን ብርክት ዝበሉ ጌጋታት ኣብዛ ፊልም ክንረክብ ንኽእል ኢና። ይኹን እምበር እዚ ነገር ነዛ ፊልም ተዓዋቲት ናይ ዝተፈላለዩ ዓበይቲ ክብርታት ንክትከውን ኣይዓንቀጻን። እምበኣርከስ ናይ ሎሚ ቪድዮ ነዚ ይመስል። ኣብ ዝቕጽል ብኻልእ ዝተፈለየ ኣርእስቲ ክሳብ ንራኸብ